ሰላም ከመቀኒኹም ዝኸበርኩም ሰማዕቲ እዚ ሰዶ ኢንተርቴንመንት እዩ ሎም ረቡዕ ድማ ካልኣይ ክፋል ዛንታ ሃይስኩል ኣብ ተሻዒ ምዕራፍ ሒዘልኩም መፅእ ኣለኹ ኣብ ዝሓለፈ ክፋል ማዕርግን ፍናንን ተራኺቦም ከም ዝተነሃሃሩ ማዕርግ ድማ ኣብ ጽቡቕ ኩነታት ከም ዘይነበረ ኣድሓኖም ኬዱ ወዲቑ ከም ዝረኸቦን ተኸታቲልና ነይርና። ዝቕጽል መበል ካልኣይ ክፋል ዛንታ ሃይስኩልከ እንታይ ትሕዝቶ እዩ ዘለዎ? በሉ እስከ ሓቢርና ንከታተል። ማዕርግ ኣታ ማዕርግ ደጋጊሙ ስም ናይ ማዕርግ ጸውዑ መልሲ ግን ኣይነበረን ንማዕርግ ምስ ገምጠሎ ድማ እታ ካራ ኣብ ክሳድ ናይ ማዕርግ ተተኺላ ረኣያ ብጎኒ ክሳዱ ተተኺላ ስለ ዝነበረት ድማ ደም ቀስ ኢሉ ካብ ክሳዱ ክወፅእ ረኣየ። ኣድሓኖም ልቡ ሞሊቑ ከባቢ ሰብ ክደሊ ግልፅልፅ በለ። ደው ኢሉ ንቢቢ ጸውዖ። ቢቢ ብጉያ ተመልሶ። ክልቲኦም ንማዕረግ ተሰኪሞም ኣብ መኪና ሰቒሎም ናብ ሕክምና ሒዞሞ ከዱ። ዕድል ክገብሩ ኣብቲ ከባቢ ሕክምና ነይሩ እዩ ኢመርጀንሲ ሒዞሞ ምስ ኣተዉ ድማ ንማዕርግ ዝጓየሉ ሰብ ሰኣኑ ልፅልፅ በሉ ቢቢ በብሓደ ነተን ነርሳት እንዳኸደ በጃኽን ሓውና ርድኣና በለን ዋላ እኮ ተቐቢሎም ቀዳማይ ረድኤት ይግበሩሉ እምበር ትፅቢት ኣድሓኖምን ቢብን ንሱ ጥራይ ኣይነበረን ከይመውት ብፍሉይ ክንክን ክግበረሉ እዮም ደልዮም እቲ ብጭካኑ ዝፍለጥ ኣድሓኖም ኣብታ ሰዓቲ ኣይከኣለን ከምዛ ውላዱ ዝሞተ ዘሎ'ዩ ውሽጡ ብርቡሹ ጉያ ጉያ ዝብል ዝነበረ። ዶክተራት መጺኦም ንማዕርግ ነታ ኣብ ክሳዱ ተተኺላ ዝነበረት ካራ ብመጥባሕቲ ጥራይ ከኣልዩዋ ምዃኖም ምስ ነገርዎም ድማ ባዕላቶም ሓላፍነት ወሲዶም ሰባት ክኾንዎ ምዃኑ ነጊሮም ፈራሪሞም ናብ ቦታ መጥባሕቲ ከም ዝኣቱ ገበሩ። ክሳብ ማዕርግ መጥባሕቲ ዝገብር ድማ ኣብ ደገ ኮፍ ኢሎም ይጽበዩ ነይሮም። ንኣስታት ዕስራ ደቓይቕ ዝኸውን ድማ ኣብ መንጎ'ቶም ክልተ ኣዕሩኽ ድምጺ ዝበሃል ኣይመጸን። በቃ ስቕ ስቕ ኢሎም እቲ ስቕታ ዝሰብር ቢቢ ሓንጣል ጀመረ። ናይ ወደይዚ ህይወትና እንደ ከጽላእካ እዩ ብላ ዝተሰኪኻ ቀዲምካኒ ኣድሓኑ በቃ ስቕ ኢልካ ከርተት ኣብ በይንና ዲ ዋላ ኩሉ ሰብ ከምዚ ዝነብር ኣድሓኑ ሕጂ ደሞ ንሕና ዓበይቲ ክነማሪ ኢልና እምበሪ ብዙሕ ዝበሃል ነይርና ነማርር ያኣኺ ንሕና ዘይማረርና መን እዩ ከማርር ቤብና ሓንቲ መስከን ኖ ፅናዕ ተመስገን ጥራይ ገለ ኣይኮነን ከምኡ ኢልና ንሸፍኖ ነውፃዮ ናይ ውሽጥና ኣብ ውሽጥና ተደጉ ኢሉ እዩ እዚ ኩሉ ስትረስ ዝገብረልና ዘሎ እንዛረብ ኣለና እምበር ነውፆ ኣለና ኣድሕኖም ናብ ቢቢ ኣትኪሉ ጠመተ ካብ መዓስ ቢቢ የማር ሪል ይርእዎ ናብ ዝላለዩ ሓንቲ መዓልቲ ንህይወትን ናብራን ከም ማር ሰሚዕዎ ይፈልጥን ቢቢ ኣብታ ደረጃ ከምኡ ምባሉ ዝተወደኦ ምዃኑ ተረዲኡ ክሰምዖ ጥራይ መረጸ ካብ ዓድና ክንወፅእ ኣይነበረናን እንታይ ከም ምርጫ ነርና ድዩ ምርጫ ዳ ብዙሕ ነርና ምድር ኣይነበረናን ኣድሓኖም ፍፁም ኣይነበረናን ብወገነይ ብዙሕ ነገር እዩ ዝረኣየኒ ኣድሓኖም ወግን ንበረኻ ዝመረፀ ኤርትራዊ ስለ ዘይነበረ ንስደት መሪፁ እሞ ክልቲኡ በረኻ እዩ ነይሩ ኩሉ ሞት እንዳሉ ተሓፂፍካ ሞት ድሕሪ ምንታይ ድማ ሞት ባባዳ ኣብ ዓድና ንመውት ዝነበርና ናይዚ ቆልዓ ሕጅስ እንታይ ይበሃል ንነብሱ ክንድዚ ይጭክን ንነብሱ ማዕርግዚ ማዕርግሲ በዓሉ ካራብ ነብሱ እቲ ክብላ ከመይ ጌርካ ትኣምን እቲ ሞራሉ ተስፍኡ እቲ ናቱ ራእይ መዘክሮ ብሓፈሻ እዞም መንእሰይ ክንደይ ክጭክኑ እዮም ኣብ ነብሶም ክንዲ ዝጭከን ኣሎ ዝገርም እኮ እዩ ሰብ ክንዲ ዝሓየለ ይሓይል ዝወድቀሉ ግዜ ግን ኣሎ ናይ ማዕርግ ውድቀት ድማ ጉዳይ ሄርሞንን ኮኸብን ጥራይ ኣይኮነን ብርግጽ ካልእ ብዙሕ ክጻወሮ ዘይክእል ኣብ ርእሱ ከም ዘሎ ተረዲእኒ ኣሎ ቢቢ ግና ግደፈና ብቻ ኢለካ ብነብሶም ዘም መንእሰያት ሙጥቡሳት እዮም ያኽ ኣብ ነብሶም ክጭክኑ ክጭክኑ ኩልና ብሓበራ ንነብስና ጨኪና ኮይና ምድረ በዳን ባሕርን ንፈርዳ እሞ ሕጅስ ካራ ናብ ነብሶም ስልካይ በጃ ከይለካ ዝፍናን እውን ብዙሕ ስቕታ የብዝሕ ኣሎ ቢቢ ንዕኡ እውን ኣብ ገለ ወሲድና ናይ ውሽጡ ክንሰምዖ ኣለና እዞም ቆልዑ ኣብ ውሽጦም ዝገብርዎ ዘለዉ ነገራት እዩ ዘጨክኖም ዘሎ ትሮማርማ ቴራፒ ክግበር ኣለዎም ኣብ ውሽጦም ዘሎ ኩሉ ክውፅዎ ኣለዎም ሕበጥ የብሉን ኣይነማርር እንዳበልካ ኣይኮነን ክነማርር ኣለና ክንዛረብ ኣለና እንዴ እዚ ቆልዓ ክመውት የብሉ ፍፁም ክመውት የብሉን ወላ ንሕልናና ከቢድ ይዳሕኖም ሓወይ ፈፂሙ ክመውት የብሉን ኣይመውትን እጆኻ ከመይ ገይሩ ክድሕን ቃርናብ ክሳዱ ሸኺሉ ከመይ ገይሩ ትንፋሱ ክድሕን ኢልካ ትሓስብ ተስፋ ተዘይብሉ ነይሩ መጥባሕቲ ይምበሉን ቢቢ ተስፋ ኣለዎ ራይስ ክበልዕን ከም ኣፍካ ይግበረልና እምበር ኣነስ ፈሪሐ ኣለኩ ድሓኑ ኣብ ህይወተይ ከምዚ ዓይነት ዘሰንብድ ነገር ርአ ይፈልጥን እየ በዓሉ ኣለዋምልና እንትኖም ግን ዝሞት ገለ ብዙሕ ኣይፍራሓካን እዩ መንፈስካ ጽቡቕ ኣሎ ጽቡቕ እዩ ልክዕ እዩ ኣብ ገድሊ ብዙሕ ሬሳ ስለ ዝረኣኹ ዘይግድሰኒ ክመስል ይኽእል እየ ኣብዚ ግዜ ዝመውት መንእሰይ ግን ፍጹም ኣይቀበሎን እየ ምክንያቱ ንእስነተይ ንሰላም እዚ መንእሰይ እዚ የወፍየ መለለ ክኾነ ናብ መጀመርታ ናብ ህዝባዊ ሓይልታት እየ ተሰሊፈ ኣብ ሰመናን ኣርባዕተን ማለት እዩ ታዕሊም ወዲእና ናብ ብርጌድ ሰብዓ ምስ ተወዛዕኩ፣ ቀዳመይቲ መስዋእቲ ዝረኣኹላ ግዜ ሽዑ'ያ ነይራ። ካብ ኣስመራ ምሳይ ዝኸደት፣ ምሳይ ተዓሊማ፣ ናይ ኣጋጣሚ ምሳይ'ውን ዝበጽሓ ጽገሮማን ትበሃል ጓል ይርኤ። እታ ዝኸፍኤት መስዋእቲ ኢለ ድማ ኣብ ልበይ ሰኒደያ ኣለኹ። ኣካላት ወዲ ሰብ ክንድኡ ፋሕ ዝብል ኣይመስለንን እዩ ነይሩ። ምስ ጽጌት ድሮ ተፋቲና ነይርና ኢና። ኣብ ገዛውትና ጽቡቕ ግዜ ኣሕሊፍና ካብ ኩሎም ደቂ ገዛውትና ንዓይ ትፈትወንን ተብልጸንን ነይራ ናብ ሜዳ ይወፅእ ከም ዘለኹ ናብ ገዛኣ ኼደ ምስ ነገርክዋ ነፀላኣ ከም ኣንኪ የልዓለት እተን ጌራተን ዝነበረት ክዳውንቲ ጌራ ምሳና እያ ተበጊሳ መደብ ኣይነበራን ንዓይ ኢላ እያ ወፅያ የፍቅረኪ ክንበሃል ኣይዝክሮን እየ ግን የፋንዋ ነይረ እስዕማውን ነይረ ኣድሓኖም ሕፍር ኢሉ ንቢቢ ጠመቶ ቢቢ ድማ ተመሲጡ ክሰምዕ ጸኒሑ ፍሽኽ ኢሉ ጠመተ ካልእከ ካልእሲ ሕስወካነ ኢድካ ሃሰስ ኣይበለን ኣይዝክሮን እየ ኮሚታት ሓቁዳ ስቕልካ ግዳ ስምዓኒ ብሓንሳብ ምስ ተወዛዕና ዝተሰማዓኒ ሓጎስ ሕጂ ክገልጾ ኣይክእልን እየ ገለ ተሰሚዕኒ ሕጉስ ኢለታ ወዲ ድሓር ግን ኣብቲ ሃዱ እቱ ኢልና ውግእ ኣየጋጠመናን ናይ ኣዋርሕ ዕድር ረኺብና ነርና ኢና ኣወድና ሓደሽ ተዋልድ መፂና ኣለዋ ተባሂሎም ንበዓል ፅጊት ጉያ ጉያ ክብልዎን ጀሚሮም ንዝምድና እዮም ዝሓትወን ነይሮም ንሳ ግን ንዓይ ትፈቱ ስለ ዝነበረት ንዝኾነ ሰብ ኣይተቐበለትን ሕሜታ ምስ በዝሐ መራሕትና ኣማእክልዎ እንዶ ኢሎምና ሓንሳብ ክንጸንሕ ኢና ተበሃሂልና ግዜ እንዳወሰድና ምስ ከድና ዕላላት ክሰምዕ ጀሚረ ሓንሳብ በጺሕና ኢለ ዝተሓጎስክዋ ከም ብሓድሽ ኣብ በበይንና ክንከውን ተመነየ ምክንያቱ ኣብቲ ሃዱ ዘዕብሉልና ዝነበሩ ዘሰንብድ ነገራት ነይሩ ንክስቶ ሰበይቱ ምስኡ ከሎ ሜታ ኣፍቃሪቱ ምስኡ ከሎ ተሰዊኡ ገለመለ እዚታት ኩሉ የፍራሓኒ ነይሩ በታ ቀዳመይቲ ንግስቲ ልበይ ኩናት ተጀሚሩ ኣነን ጽጊትን ምስ ወፈርና ቀዳመይቲ ተኹሲ ናይ ጸላኢ ንጽጊት ፋሕ ክተብላ ዓይኒ ርእያ ስንቢደ ልበይ ተጎዲኡ ብሓቂ ስንቢደ ድሕሪኡ ጨኪነ ጭካን ወተሃደር ኮይነሎም ልበይ ንፍቕሪ ምኽፋት ኣብዩ ብድሕሪያ ሞት ወዲ ሞት ርሲዐዮ ሰብ ምዃን ገዲፈዮ እታ ኩሉ ነገር ከም ንቡር ተቐቢለዮ። ናብ ስደት ምስ ወጻኹ ግን ሞይቱ ዝብል ድምጺ ክርብሸንን ከፈራርሓንን ጀሚሩ። ናጽነት ኮይኑ ምስ ሰማዕኹ ደጊም ሞት ዝብል ዛንታ ኣብ ኤርትራዊ ክዝንቶ ትጽቢት ኣይነበረንን። ፍጹም ኣይመሰለንን። ኣድሓኖም ደኒኑ ኣስቀጠ። ኢዱ ናብ ጅብኡ ሃሰስ በለ። ሽጋራ ካብ ጅብኡ ኣውጺኡ ኣብ ኣፉ ቀርቀራ። ላይተር ሒዙ ክውላዓ ምስ በለ ኣብ ፊቱ ሽጋራ ይፍቀድኒ ዝብል ምልክት ተጠቂዑ ረኣየ። ቢቢ ክዛረብ ሓሲቡ ኣድሓኖም ነታ ምልክት ከም ዝረኣያ ምስ ረኣዮ ግን ኣይተዛረበን። ባዕሉ ከም ዘይስሕብ ጽቡቅ ገይሩ ይፈልጥ እዩ። ኣድሓኖም እውን ሽጋራ ካብ ኣፉ ውጽኡ ናብ ጅቡኡ መለሳ። ሰዓት ረኣዩ። ነዊሖም ኣዕሊሎም። መጥባሕቲ ናይ ማዕርግ ሸሞንተ ሰዓት ከም ዝወስድ ስለ ዝተነገሮም ድማ ናብ ደገ ወጺኦም ቡን እንዳሰተዩ ከዕልሉ ክልቲኦም ተረዳዲኦም ካብቲ ሕክምና ወጹ። ትዕድል ፒያፕ ክሽነ መግቢ ክሰርሕ ጸኒሑ ኩሉ ዝሰርሖ ዝነበረ መግቢ ክቕርቦ ጀመረ። ሄርሞን ኣብ ሳሎንያ ጎቦ ኮይና ደቂሳ ነይራ። ዝሓለፈ ሰለስተ መዓልታት ክትሓምም እያ ቀንያ። ናይ ወርሓዊ ጽግያታ መዓልታት ሓሊፉ እዩ፣ ግን ድማ ፈጺሙ ኣይመጽኣን። ዋላ ኣይምጻያ እምበር ቀጨውጨው ግን ኣይገደፈን። ነብሳ ክደክም ይርድኣ። ብዘይጠቅም ነገራት ጸርጸር ትብል። በቲ ተርእዮ ዝነበረት ሓድሽ ባህሪ ተስፍኡ ዝበረኸ ትዕድልቲ ብታሕጓስ ዝገብረላ እዩ ዝጠፍኦ ነይሩ። ሓደ መግቢ ይሰርሓላ ትጸልኦ፣ ካልእ መግቢ ይሰርሓላ ትጸልኦ፣ መሊሱ ይሰርሓላ ትጸልኦ። ሞኽ ኢሉ ክጉሕፍ ተዋሪዱ። ሕጂ ዝሰራሓ መግቢ ግን ግዲ ፈትያታ ቀስ እናበለት ክትበልዕ ጀመረት። ንሱ እውን ይኾልሳ ነይሩ። ዓይኒ ዓይና ይርኣ። እቲ ምስኡ ዝነበረ ጥርጣረ ምስ ሄርሞን ኣይነበረን። እቲ ዝነበረ ኣነ ክጠንስ ይኽእለ ዝብል ተስፋኣ ካብኣ ፈጺሙ ርሒቑ እዩ። እቲ ዝነበረ ምልክታት ድማ ንኸምኡ ኢላ ኣይሓሰበቶን። ከም ዘይትወልድ ንርእሳ የእሚና እያ። በይና ምንባር ተላሚዳ እያ። ስለዚ ግምታ ኖርማል ሕማም ምዃኑ ጥራይ እዩ ነይሩ። ስምዕኒ እንዳ ሄሬ ኣቤት ምስ ቆረስኪ ሕክምና ክንከይድ ኢና እንታይ ክንገብር ሕክምና ንከይድ ክትረኣየ ናይ ቅድም ክትረኣዩ ኣለኪ ፅቡቅ ከይልኒ እንታይ ዶ ኮይነ እዋ ከመይ ክምሻ ኣለኺ ኣብ ኩሉ ዲኻ ፋራ እዚ ናይ ኣዴታተይ እዩ ሱቅ በል ኦይ ፋራክስ ንዓኺ ናይ ኣዴታት ክድኣ እሞ መጺኪ ዲኸ ኣይመጸንን ግን ድማ ክመጸኒ ከለኹም እዩ ዝገብረኒ ናተይ ከቢድ እዩ ዘይትፈልጥ ሲልካ ኣይትዛረብ ዘይከወን እዩ ክትዛረብ ዘለኺ ሰለስተ መዓልቲ ሓሚም ግዳ ዘይመጸካ ሕራይ ዘይንፈልጥ ገለ ጌርክ ዲኸ ትወስድና ኩሉ ንግጥሞ ኢና ክትከዲ እሱ ክንከይድ ኢና እዚ ወርሓዊ ገለ ኣይኮነን እዚ ካልእ ጉዳይ እዩ ዋ እንታይ እቲ ካልእ ጉዳይ ብዓቢ ጓለይ ተጠርጢርኪ ኣለኺ ሲከውን ተስፋ ኣብ ሂወትካ ይትእቱ ትዕድልቲ እዚ ባህጊኻ ኢኻ ትነግረኒ ዘለኻ ውላድ ትደሊ እንተኾንካ ካብ ሕጂ ጀሚርካ ካብ ካልኦት ክትወልድ ትኽእል ኢኻ ንዓይ ኣይትረብሸኒ ሰላም እያ ትስረገለይ ኣነ ክወልድ ከም ዘይክእል ቀደም ነጊረካ እየ እዋእ ሄሪ እንታይ ትብሊ ዘለኺ እወ ክወልድ ኣይክእልን እየ ዶ ኢለካ እወ ግን ኣነ እኮ እናይ ከምኡ ገለ ይበልኩኽን ክዋዘ ፀኒሐ ንጥዕና ክቸክ ምግባር ድማ ሕማቕ ኣይኮነን እሞ ኣነ ነግረካ ኣለኹ እንስ ኣይክእልን ንካልእ ክምርመር ተደሊኻ ክንከይድ ንኽእል ኢና ኦኬ ፀገም የለን ክልቴና ከይድና ከዓ ጀነራል ቸክኣፕ ክንገብር ከምቲ ኢልካ ፀገም የለን ኣነስ እንታይ ደፍርሕ ደለኒ ትዕብልቲ ክኾልሰ ጀመረ ሄርሞን ዓውዓው ክትብል ጸኒሓ ርግ ኢላ ክተስተንፍስ ጀመረት ጸጸኒሓ ድማ ንዕኡ ትጥምቶ ብዙሕ ነገር ናይ ትዕድልቲ ይስሕባ ነይሩ ኣብ ገለገለ ግን ገጽ ናይ ትዕድልቲ ናብ ማዕርግ ቅይር ዝበለ ኮይኑ ይስምዓ ማዕርግ ዝነበሮ ትሕትና ኣብ ትዕድልቲ ተንብቦ ጸኒሓ ድማ ፍሽኽታ ናይ ትዕድልቲ ንማዕርግ ትህቦ። ነዚ ሕማቕ ሓሳባ ድማ ገኒሓ ካብ ውሽጣ ትኣልዮ። መግቢ በሊዖም ምስ ወድኡ ሄርሞን ክዳውንታ ቀያየረት። ትዕድልቲ ድማ ቀይሩ ጨና ጌሩ ኣብ መኪና ክጽበያ ጸንሐ። ምስ መጸቶ ድማ መኪንኡ ተበጊሱ ናብቲ ዝሓሰቦ ሕክምና ሒዝዋ ተበገሰ። ሄርሞን ክትፍክር ከም ዘይጸንሐት ሕጂ ግን ዘረባ እውን ኣየምሎቐትን። ንዕናይ ምሳይ ናበይ ናብ ዝበልኩኺ ጌሮማ ሕክምና በጽሑ። ዘረባ ዘየለ ድማ ንውሽጢ ኣትዮም ዶክተር ረኸቡ። ሄርሞን መርመራታታ ጀመረት። ትዕድልቲ ድማ ዝበሃሎ ክሰምዕ ኣብ ደገ ኮይኑ ዓቕሉ እናጻበበ ትጽቢቱ ቀጸለ። ፍናን መኪኑ ኣብ ሓደ እንዳ ነዳዲ ምስ በጽሐ'ዩ ፍጥነቱ ቀኒሱ ደው ኣቢልዋ። ወሪዱ ባዕሉ ነዳዲ መሊኡ ድማ ናብ ሓንቲ ካፈ ከይዱ በይኑ ኮፍ በለ። ከቢድ ስትረስ ነይርዎ። ብዙሕ ነገር ኣብ ርእሱ መጺእዎ። እቲ ንማዕርግ ዝተዳፈሮ ድማ ኣዝዩ ኣጣዕሶ። ምኻስ ስቕ ኢለ ይሰምዖ ነበርኩ ድማ በለ። ማዕርግ ዝተጋገየ ይጋገ ክሳብ ክንድኡ ክዳፈሮ ኣይነበሮን። እቲ ማዕርግ ዝበሎ ቃላት ቅጅል በሎ። ንስኻ ጓሓፍ ኢኻ ወዲ ጓሓፍ ኢኻ ድማ ኢልዎ። በዚ ቃላት ተጎዲኡ ናይ መወዳእታ ክቕየሞ ካብ ማዕርግ ክርሕቕ ፈተነ። ቃላት ናይ ማዕርግ ግን ንሕሉፍ ተግባራት ማዕርግ ከጥፍኡን ክድምስሱን ዓቕሚ ነበሮምን። ፍናን ድማ ዋላ ኣማኻኒ ክጸልኦ እንተፈተነ ንማዕርግ ግን ከጽልእ ዝኽእል ዓቕሚ ሰኣነ። ቴሌፎን ኣልዒሉ ደዊሉ ይቕሬታ ክሓትት ከም ዘለዎ ተረድእ። ብድፍረት ሞባይሉ ኣልዒሉ ናብ ናይ ማዕርግ ቁጽሪ ደወለ። ቴሌፎን ትጽውዕ ነይራ። ቢቢ ሞባይል ናይ ማዕርግ ኣብ ኢዱ ስለ ዝጸንሐት ነድሓኖም ፍናን ይድውል ከም ዘሎ ነገሮ። ኣድሓኖም ድማ ተቐበሎ። ንገሮ ድማ በሎ። እዋእ! ከይነገርናዮ እንተ እንጸንሕ ኣይምሓሸን? ኖኖኖ ምንጋር ይሓይሽ። ዘይነገርኩምኒ ዝብል ዘረባ እውን ክመጸና እዩ። ሱስ ሓቅኻ። ሃሎ ፍናን! እቲ ድምጺ ተፈልይዎ ኣሎ ፍናን። ማዕርግ ዲኻ? ኣነ ቢቢ ኤፍናን ከመይ ውዒልካ ቢቢ እወ ሕማቕ ኣጋጢሙ ኣሎ ወፍናን ናይ ምንታይ ሕማቕ ግና ነገር ቅጅል ኢሉ ወፍናን ወይ ደኣ ሕርቃን ነይርዎ እምበር ማዕርግ እታ ኣብ ኢዱ ዝነበረት ካራ ናብ ክሳዱ ክተኽላ እንከሎ ክጥወ ክብል ብጫፍ ኣዕንቱ ርእይዎ ነይሩ እዩ ሰብ ከም ዝወደቐ ዝገልጽ ድምፂ እውን ኣብ እዝኑ ሰሚዑ እዩ እዚ ድምፂ እዚ ግን ኣብቲ ግዜ እቲ ፈጺሙ ይሰምዖን ቢቢ ሕማቕ ኣጋጢሙ ኣሎ ምስ በሎ ግን ብቐጥታ ኩሉ ናብ እዝኑን ናብ ርእሱን ቅጅል ኢልዎ። ማዕርግ ማዕርግ ኣብ ሕክምና ኣሎ እንታይ ኣጋጢሙ ድዩ ቢቢ? ማዕርግ ኣብ ሕክምና ኣሎ ምጻእ ኣድረስ ክሰደልካ እየ። ቢቢ ሞባይሉ ምስ ዓጸወ ፍናን ሞባይሉ ቀስ ጌሩ ኣብ ጅብኡ እተዋ። እግሩ ኣመሳቂሉ ጌርዎ ዝነበረ ጃኬት ሻርኔልኡ ሸርጢጡ ሳብ ኣፉ ኣብጸሖ'ሞ ነቲ ሻርኔላ ድማ በስናኑ ክነኽሶ ጀመረ። ቆቢዕ ናይ ጃኬቱ ንምሉእ ገጹ ከም ዝሽፍን ገበሮ። ኣብ ትሕቲ ኣብራኹ ፈጥፈጥ ክብል ተፈለጦ። ኢዱ ቁርይ ኢለን ምንቅስቃስ ኣበይኦ። ርእሱ ገለ ሓጺን ከም ዝሃረሞ ድንዚዙ ምሕሳብን ምዝካርን ኣበዮ። እቲ ኩሉ ነገር ዝፈጸመ ንሱ ኮይኑ ተሰምዖ። ድምጺ ናይ ቢቢ ላሕቲቱ ስለ ዝነበረ ድማ ማዕርግ ምስቲ ዝነበሮ ኩነታት ብህይወት ዘሎ ኮይኑ ኣይተሰምዖን። ኣብታ ግዜ እቲኣ ደው ኢሉ ዝጽውዖ ሰብ ኣይነበረን። ብዝነበሮ ኩነታት ድማ መኪና ዘዊሩ ባዕሉ ናብቲ ሕክምና ክበጽሕ ኣይመረጸን። ናብ ሄርሞን ክድውል ኣይደለየን። ሓደ ክገብሮ ዝነበሮ ግን ነቲ ዕድልቲ ጥራይ ክጽውዖ ነይርዎ። ሃሎ ትዕድልቲ ድያ? እዋእ ንእፍናን ሓወይ ነብስኻ ድዳእ ነጊርካ ደዊልካ። ናይ ምንታይ እሞ ነብሰይ ክነግረኒ ናይ ምንታይ ናይ ምንታይ ነብሰይ ክነግረኒ ሞይቱ ድዩ መን ክመውት ተጸሊልካ ዲኻ ሄርሞን እኮ እሂሞ እሂሞ ሄርሞን ጠኒሳ ኣላ ዕኒ ሳላ ምስለ ንፍናን ሓወይ ናብ ሕክምና ሒዘያ መጺኦ ኣለኹ። ኩሉ ምልክታታ እንስዩ ዝነግር ዘሎ ድሕሪ ሓሙሽተ ደቒቕ ተጸበየኒ ከበስረካ እየ። ዕድምቲ ኣቤት ፍናን ኣብይ ኣለኪ እዋእ ፍናን ድሓን ዲኻ እንታይ ኮይኑሉ ድምፅኻ ንገረኒ ኣብይ ኣለኪ ሕክምና ኣለኹ ምሽ ብለካ ኣለኹ ሞይቱ ድዩ ብቻኻ ንገረኒ ሞይቱ ቤተልጂ ዋእ ፍናን መን እዩ ክመውት ኣነ እኮ ምስ ሄርሞን እየ ዘለኹ እየ ዝብለካ ዘለኹ ሄርሲ ጠኒሳ ኣላ ዳርጋ ሰብዓ ፐርሰንት ተረጋጊጹ እየ ዝብለካ ዘለኹ ኣነ ድየ ቀቲለዮ ንመን ኢኻ ንስኻ ክትቀትሎ እንታይ ኢኻ ትብለኒ ዘለኻ ቢቢ ደዊለሉ ጸኒሑ ማዕርግ ካራ ገይሩ ነብሱ ሃሪሙ መልካ መንስዩ ከይትብለን ሰምዖ ነይርኒ በቻኻ ምፀኒ ሕምቕ ኣለኹ በቻኻ ትዕድልተይ ምፀኒ ፍናን ቴሌፎኑ ዓፀዋ ትዕድልቲ ቴሌፎን ምስ ተዓፀወት ብጉያ ናብ ፍናን ክብገስ ክብል ድምፂ ናይ ሄርሞን ሰምዐ ሄርሞን ካብቲ ናይ ዶክተር ሩም ወፂኣ ገርፈፍ እንዳበለት ናብኡ ክትመፅእ ረኣያ ይኸይድ ድዩ ዘሎ ዋላ ናብኣ ክምለስ ሓዲ ኮነ ናብ ሄርሞን ከይዱ ድማ ሕቑፍ ኣበላ ንገርኒ እንታይ ኢሎምኺ ግደፈኒ እስከ ንስኻ ከዓ ኩሉ ተሓዋዊሱኒ ኣሎ እንታይ ደም ኢሎምኺ ሄርሞኒ እንስቲ ክብለኒ ከመይ ገይረ ኣነ ጠንስ ኦ የስ ሄርሞን ብርሚ ኢላ ኣብ ምድሪ ቤት ኮፍ በለት ትዕድልቲ ግን ብታሕጓስ ኣብቲ ኮረደ ዘለለ ካብ ዕንቲ እውን ንብዓት ኣውፅእ እቲ ንብዓት ንክልተ ትርጉም ነይርዎ በቲ ሓደ ማዕርግ ሞይቱ ምህላዉ ብሄርሞን ክመጽኦ ዝኽእል ከቢድ ጸገም ኣተሓሳሲብዎ። በቲ ካልእ ድማ ንሳ ምጥናሳ ንዕኡ ዓቢ ዓወት ኰይኑ ተሰምዖ። ሄርሞን ተኾርምያ ምስ ረኣያ ድማ ከይዱ ኣብ ጐና ኮፍ በለ። ሄርሞን ክትነብዕ ጀሚራ ኣላ። ተሓጒስኩምሽ? እንደ ሓጒሰ ርየ ዋላ እንታይ ስለምንታይ ሕጂ ማህጸነይ ስለምንታይ ስለምንታይ ሕጂ ከምዚ ኮይኑ ምንታይ ሕጂ ከምዚ የጋጥም ዝኩሉ ዓመታት ስለምንታይ የጋጥመ ማፀነይ ንምንታይ ሰብ ፈልዐ ቅሪት እዩ እንታይ ማለት እዩ ዋላ ሓንቲ ማለት ኣይኮነ ንወደስ ኣለኹ ምስሊ ሕጂ ሓጎስ ናብ ገዛ ኮይና ክንፅምብሎ ኢና ብኢዳ ስሒቡ ሓፍ ኣበላ ሒዝዋ ናብ መኪንኡ ከደ ኩሉ ሓሳብ ሕውስውስ ኢልዎ። በቲ ሓደ ሓጎስ በቲ ሓደ ስንባደ ፍርሑ ጥርዚ በጸሐ። ንገዛ ኣባይ ትውሰደኒ እየሬ። ገዛ ምሽ የብጽሓኪ? ኣነ ናይ ግድን ናብ ሓደ ቦታ ክኸይድ ኣለኒ። ናበይ ኢኻ ክትከድ? ምሽ ትርእየኒ ኣለኻ? ከምዚ ኢለ ከለኹ ገዲፍካኒ ክትከድ? ቀልጢፈ እየ እኮ ክምለስ ኣይድንጎን እየ እኮ። ናይ ግድን ፍናን ምጸእ ኢሉኒ ኣሎ። ሄሬ ንስኺ ክሳብ እትሕጸጸቢ ኣነ በጺሐ ቀልጢፈ ክምለሰኪ እየ። ኣነ እንታይ ኮይኑ ድዩ ኣይፈለጥኩም ግን ናይ ግድን ምፃእ ኢለን ኣለዎ መነ ምጥናሰይ ግን ደስ ድብለካ ይትመስል ስለምንታይ ኮም ትብል ኣለኺ ወግዲ ፈክ ከይርምሽ ትብለኒ ኣለኻ እዎሞ ቅንፍናን እኮ ይፀውዕኒ ናይ ግድን ከዓ ክኸይድ ኣለኒ ዝመስለኒ ፅቡቕ የለን ዝለመደ ዲኻ ንመን ክጠልም ንዓኺ ሄሬ ንምንታይ እዚ ቃላት ካብ ኣፍ ክወፅእ ኣሎ እሺ ኣይትዕልመኒ እንተኾንካ ጸገም የለን ኢዳ ሰዲዳ ኣእዳው ናይ ትዕድልቲ ሓዘት ኣብ ጥቓ ማርሻ ዝነበረት ቴሌፎኑ ክድውል ረኣየታ ገምጢላ ምስ ረኣየታ ድማ ናብታ ቴሌፎን ናይ ትዕድልቲ ፍናን እዩ ዝድውል ነይሩ በዓል ተቐቢላ ድማ ኣበይ ኣለኻ ንስኻ ይ ነጊርኪ ትዕድልቲ እንታይ ክነግረኒ ትዕድልቲ ትዕድልቲ ካብ እዝና ነታ ሞባይል ቦጓ ኣቢሉ ሕደጋ ትማን ክመጸከ ዓቅሊ ግበር ክመጸከ ተረዲካኒ ዶ ተሌፎን ዓጸዋ ሄርየ ምነኮ ፈሪሐኪ እምበር ፍናን በይንኻ ምጸኒ ጽቡቅ ዩ ኣለኺ ኢሉኒ ዘሎ እዚኣ ከዓ ናይ ክልቴና ጉዳይ ከይትኸውን ናይ ግድን ክኸዶ ኣለኒ እንታይ ኮይኑ ንሱ ዘይመጽእ ተደልዩ ገዲፍካኒ ትኸይድን ኢኻ ድሮ መኪና ፓርክ ገይርዋ ነይሩ ትዕድልቲ ገዛዮም በጺሖም ካብ መኪንኡ ወሪዱ ድማ ሄርሞን በዴኺ ክልምነኪ ንዕበጃኺ ካብዛ መኪና ውረዲ ድሕሪ ሓሙሽተ ደቂ ናይ ግድን ክመለሰኪ ንሽቲ ዕድል ሃብን ሓሙሽተ ደቂ ጥራይ ኣይወርድን እየ ምሳኻ ክኸይድ እየ እስከ ኣነ እውን እኮ ሓፍቲ እየ እሞ በይነይ ክኸይድ ድልየ ኣለኹ ክኸይድ ኣለኒ በቃ ኣነ ድማ ምሳኻ እየ ዝኸይድ ብለካ ኣለኹ ያ ሄር በጃኺ ውረዲ ያ በጃኺ ውረዲ ንዕይ ዝኾነ ነገር ኣጋጥም ንዕይ በጃኺ ውረዲ ከይተረድኦ ዓው ኢሉ ተዛረበ። ሄርሞን ስንቢዳ ካብ መኪና ቀልጢፋ ወረደት። ከይጠመተቶ ድማ ንገዝኣ ከደት። ደድሕሪኣ ኣይሰዓበን። ትዕድልቲ መኪንኡ ኣልዒሉ ብናህሪ ናብቲ ፍናን ዝበሎ ቦታ ተበገሰ። እናዘወረ ከሎ ድማ ፍናን ደው ኢሉ ኣይትምጻእ ኣይትምጻእ ኣይደልየካን እየ። ባዕለይ ክኸይድ እየ ደጊሙ እዝኑ ዓጸዎ። ቴሌፎን ምስ ተዓጸወት ትዕድልቲ ክረጋጋእ መኪንኡ ንቑርብተይ ግዜ ደው ኣቢሉ ትንፋሱ ወሓጠ። ዳግማይ መኪንኡ ኣበጊሱ ድማ ብናህሪ ዘወረ። ኣብቲ ፍናን ዝበሎ ቦታ በጽሐ። ፍናን ኣብ ሸዓ በጺሑ ናብ መኪንኡ ክድይብ ረኣዮ። ፍናን! ዓው ኢሉ ጸውዖ። ፍናን ድማ ናብ ናይ ትዕድልቲ መኪና መጺኡ ፍናን ንዓናይ ተሰቕል። ማዕጾ ከፊቱ ደየበ ፍናን። ገጹ ኣይረእን እዩ ነይሩ፣ በቲ ቆቢዕ ተሸፊኑ እዩ። ናብታ መኪና ደይቡ ድማ ኣእዳዉ ኣብ መንጎ ሰለፉ ቀርቂሩ ጭብጥ በለ። ፍናን ሓወይ እንታይ ዳ ኮይና ንገረኒ። እንዴ ማዕርግ ሜቱ ይመስል ማዕርግ ሜቱ ሜቱ እወ ንያ ወይ ቀቲለ እኔ ግን ዘረባ የለን ብናህሪ ጥራይ ይዝውር ብናን ድማ ንምክያት ምክንያት ሕክምና በጽሑ ናብ ቤቢ ደው ኢሎም ኣበየናይ ሩም ከም ዘለዉ ምስ ነገርዎም ድማ ክልቲኦም ተተሓሒዞም ደየቡ ፍናን ብማዕዶ ነድሓኖምን ንቢብን ምስ ረኣዮም ኣብቲ ኮረደ ኩርሚ ኢሉ ኮፍ በለ ቢቢ ብጉያ ናብ ፍናን ከይዱ ኣብ ጥቑ ኮፍ በለ እይ ፍናን እንታይ ደኣ ምን እኮ መይቶሽ መይቱ መን ኢሉካ ዝመተ ሰብ የለን ናይ ቀቲለዮ መስል እሰሩኒ ናይ ቀቲለዮ ንማር ኣታ ቆልዓ ኣይሞተን ኣብ መጥባሕቲ እዩ ዘሎ ብለካ ኣለኹ ዝመተ ሰብ የለን ብሂወት ኣሎ ተባዕካ ትሰርበ ኣለኻ ብሂወት ኣሎ ማር እኮ ኣሎ ተስዓ ፐርሰንት ከማን ተስፋ ኣሎ እዮም ኢሎምና ዘለዉ። ፍናን ብድድ ኢሉ ተሲኡ ነቲ ቆቢዕ ካብ ርእሱ ኣልዩ ንቢቢ ምሉእ ብምሉእ ጠመቶ። ናይ ብሓቂ ዲኻ ቢቢ ብሂወት ኣሎ? ናይ ብሓቂ ዲኻ ማዕርግ ብሂወት ኣሎ? እወ ኣሎ ኣይሞተን ሚኽ ኣቕሊልዎ ኣሎ ፍናን ቢቢ ቢቢ ኣድሓኖም ኣድሓኖም ኣብ ርሑቕ ኮይኑ ዓው ኢሉ ጸውዐ። እቲ ዶክተር እዩ ካብቲ መጥባሕቲ ክፍሊ ወጺኡ ናብኣቶም ዝመጽእ ዝነበረ። ቢቢ ብጉያ ናብ ኣድሓኖም ከደ። ፍናንን ትዕድልትን ድማ ሰዓብዎ። ኣድሓኖም፣ ቢቢ፣ ፍናን ሰለስቲኦም ብተስፋ እቲ ዶክተር እንታይ ከም ዝብል ይጽበዩ። ትዕድልቲ ግን ቁሩብ እንታይ ካብኦም ርሕቕ ኢሉ ተኾርምዩ ኮፍ ኢሉ ርእሱ ሒዙ ይጽበ። እሂ ዶክተር፣ ማዕርግ ደሓን ድዩ? ማዕርግ መጥባሕቲ ወዲኡ ኣሎ። እንተኾነ እዚ መድሓኒ እንዲ ዶክተር እቲ ካራ ኣብ ክሳዱ ጅማት ስለ ዝረኸበ እሞኸ ዝኾነ ነገር ኮይኑ ድዩ ፍናን ድሕሪ ዘን ቃላት ክሰምዕ ኣይደለየን እዝኑ ዓቢሱ ኮለል ኮለል ክብል ጀመረ ነብሱ ንሱ እውን ብገለ ክቐትላ ደለየ እቲ ቀታሊ ማዕርግ እንዳበሉ ሰባት ክጸርፍዎ ድምጾም ሰምዐ። ዝበልዓሉ ጻሕሊ ዝሰበረ ክበሃል እውን ተራእዮ። ኩሉ ናይ ማዕርግ ጽቡቕ እውን ኣብ ርእሱ ብሓንሳብ ተሰኣሎ። ኣብ ርእሱ ነውጺ ተፈጥረ። ናይቲ ዶክተር ድምጽን ቢብን ኣድሓኖምን ጥራዮም ዝሰምዕዎ ነይሮም። ኣብ ርእሱ ዝነበረ ኣናዋጺ ድምጽታት ጽርውርው ኢልዎ ክወድቕ ሰንከልከል ምስ በለ ድማ ትዕድርቲ ካብ ዝነብሮ ብድድ ኢሉ ተሲኡ ንፍናን ሓቚፉ ሓዞ። ክቡራት ሰማዕቲ ዛንታ ሃይስኩል ካልኣይ ክፋል ኣብ ዝተዛዘም ቀዳም ከምዚ ሰዓት ድማ ሳልሳይ ክፋል ተሻዒ ምዕራፍ ሒዘልኩም ክምለስ እየ ክሳብ ሽዑ ግምታትኩም ክትፅሕፉ ትኽእሉ ኢኹም ኣብ ዘለናዮ ሰላምን ጥዕናን ንኹላትና